ኮይኑ እግዚኣብሔር ዘዝነዎ እግዚኣብሔር ዘብሰሎ ምግቢ እናበልዑ ጣዖት ለምልኹ ብጣዕሚ ስለ ዝበዝሑ ኣብ ዘመንና ዝበዚሖም እኘው ኣብዚ ዘመንና እዚ ፈርዖናት በዚሖም እኘው ኣብ ልዕሊ እግዚኣብሔር ልዕበዩ ሰባት በዚሖም እኘው ንደቂ ሰባት ከጥፍኡ ዝተልዓሉ ብጣዕሚ ብዙሓት ሰባት በዚሖም ኣለው ጎይታ ምንታይ እኘው ኢሎ ተፃረርቲ መስቀል ዝኾኑ ብጣዕሚ ብዙሓት እኘው ፈሳዊ ህይወት እማ ካብ ህፃን ኢኻ ትርድኦ ሓንቲ ነገር ዶ ክነግረኪ ነዴታት ቆልዓ ሲ ኣብ ማህፀኑ ክንደይ ወርሒ ይወስደሉ ቆልዓ ተሰሪሑ ክውዳእ ሲ ክንደይ መዓልቲ ክንደይ ይወስደሉ ሸዓንተ ወርሒ ክዓቢ ኸ እንደ ይወስደሉ ኣታ ናይ እግዚኣብሔር ስራሕ እስቲ ዕል ብመሬት እንጨኻኸን ሰባት እኛ ኢና ብመሬት ብንዋይ ብሃፍቲ ሓው ምስ ሓውና ንባእ ሰባት ኔና ዶ እወ ብዙሓት ኢና ብዙሓት ኢና በረከቶም ይሕደረና ኣባ እንጦንስ ድዮም ንበሩ ኣቦና እላኸዱስ ላበይ ድዮም እላኸዱ ሓወይሲ ከም ክርስትያን ሽምና ኣሎ ሽምና ኣሎ ግን እንታይ ኢና ኮይና ኣለና ብግብርና ብስራሕና ግን እንታይ ኮይና ኣለና ዝሞትና ኮይና ኣለና ክርስትና ዘይንፀባርቀና ኮይና ኣለና ነቲ ቅዱስ እግዚኣብሔር ኣነ ቅዱስ እየ እሞ ንስኻትኩም ቅዱሳን ኹኑ ዝበለና ቃል ዘንጊዕና ካብቲ ቅድስና ወፂእና ናብቲ ናይ ርኹሰት መንገዲ ካብ መንገዲ ብርሃን ወፂእና ናብ መንገዲ ፀላም ንኸድ ከም ዘለና ተረዲእና ክንምለስ እዩ ናቱ ዕላማ ናቱ ስብከት እዚ ማለት እዩ ስለዚ ስምኻ ኣሎ ግብርኻ ግን ብግብርኻ ግን ሞይትኻ ኢኻ ዝብል ማለት እዩ እዚ ውርድ ኢሉ ክንሪኦ ተለና ድማ ከምዚ ዝብል ቃል ነግኒ ንግብርኻቱም ኣብ ቅድሚ ኣምላኽ ሙሉእ ኮይኑ ኣይተረኽበን እሞ ንቓሕ ንቑሕ ኩን ነቶም ክሞቱ ኢሎም ዘለዉ ካልኦት እውን ኣበርትዕ ይብል እዚ ንኹለና እዩ ንዓና ንኣመንቲ ነገልገልቲ እግዚኣብሔር ዝንገር ዘሎ እዩ ግብርኻ ኣብ ቅድሚ እግዚኣብሔር ምሉእ ኮይኑ ኣይተረኸበን እሞ ንቕሕ ኹን ነቶም ክሞት ኢሎም ዘለው ካልኦት ኣበርትዕ ብግብርኻ ኩሉ እንታይ ኹን ይብለና ኣሎ ንቕሕ ኹን ንበዓልካ ብቻ ምንቃሕ ዘይኮነ ንቶም ክሞቱ ተዳልዮም ዘለው ድማ እንታይ ግበሮ ኣበርትዕዮም ይብለና ኣሎ ማለት እዩ ኣበርትዐዮም ኣብዚ ግዜ እዚ በርቲዑ ዘበርትዐና ሰብ ንደሊ ኣብዚ ግዜ እዚ ጠንኪሩ ዘጠንክረና ሰብ ንደሊ ኣብዚ ግዜ እዚ ብጸልማት ዝመርሐና ዘይኮነሲ ብብርሃን ዝመርሐና መንገዲ ክርስቶስ ዘርእየና ናብቲ ብርሃናዊ ህይወት ዘሻግረና ሰብ የድልየና ካብ ጸልማታዊ ህይወት ብርሃናዊ ህይወት ክርስቶስ ዘርእየና ንባዕሉ በርቲዑ ንዓና ዘበርትዐና ንባዕሉ ህይወት ረኺቡ ንዓና ህይወት ንክህልየና ዝሰርሕ የልየና ማለት እዩ ኩለና እዩ እዚ ነገልገልቲ ቅዱስ ቤተ ክርስትያን ንኣመንቲ ክርስቶስ ንዓና ማቴዎስ ምዕራፍ 28 ቁፅሪ 20 ከምዚ ዝብል ቅዱ ኣዛብ ብኣብ ብወልድ ብመንፈስ ቅዱስ እላጥመቅኩም ደቀ መዛሙርተይ ግበርዎም እዩ ታይ ግበርዎ ደቀ መዛሙርተይ ኩለን ኣብዚ ዘለና እንታይ ኢና ክንብል ተለና ደቀ መዛሙርቲ ክርስቶስ ኮይና ደቀ መዛሙርቲ ክርስቶስ ተኾንካ ንበዓልካ ደቀ መዝሙር ክርስቶስ ኾንካ ብቻ ምንባረ ይኾነይ ልእቲ ደቀ መዝሙር ክርስቶስ ዘይኮነ ሰብ ድማ ናብ ደቀ መዝሙርነት ክርስቶስ ምምፃእ እዩ የኸትም ዶ ምእመናን ኣሕና ብቻ ይኾናይ ናብቱ ርስትን መንግስተ ሰማያትን ክንኣቲ ዘለና እቶም ኣብ ደገ ዘለዉ እቶም ኣብ ጸልማት ህይወት ዘለዉ እቶም ኣብ ባርነት ዘለዉ እቶም ፍቕሪ ክርስቶስ ዘይጠዓሙ ናብ ክርስቶስ ዘይቀረቡ ሰባት ዘለዉ ድማ ናብ ገዛ ክርስቶስ ክነምጽእ እዩ ዝግበአና ብእውነት ክርደና እንተሎ ማለት እዩ እዚ እዚ ቃል እዚ እዚ ቃል እዚ ኣብ ህይወትና ክሰርሕ እንተሎ እዚ ዝነግረና ዘሎ ማለት እዩ ካብዚ ኢለ ዝነግረካ እቱም ጥቕስታት ኣለዉ ብደንቢ ገይርኩም ብፅሞና ሓዝዎም እንታይ ይብል ሮሜ ምዕራፍ 13 ቁፅሪ 12 ለይቲ ሓሊፉ መዓልቲ ቀሪባ እያ እሞ ግብሪ ፀልማት ካባና ደርቢናስ ኣፅዋር ብርሃን ንልበስ ይብለና መዓልቲ ፀልማት ሓሊፉ እዩ ካባና መዓልቲ ብርሃን መዓልቲ ጸልማት ለይቲ ሓሊፉ መዓልቲ ቀሪባ እያ እሞ ግብሪ ጸልማት ካባና ደብሪና ኣጽዋር ብርሃን ንልበስ ትማሊ ምሸት ሓሊፋ እያ ወጊሑ ዶ ወግሐ ወጊዑ ንሕና ደቂ ብርሃን ኢና እንመላለሶ ብርሃን እዩ ንሕና ውልድ ክርስቶስ ኢና ውልድ ክርስቶስ ድማ ብርሃን እዩ ዝነብር ኣብ ጸልማት የኾነይ ዝነብር ኣብ ጸልማት ዝነብር ውሉድ ዲያብሎስ እዩ ንሕና እንታይ ይብለና ኣሎ ጸልማት መዓልቲ ለይቲ ሓሊፉ መዓልቲ ብርሃን ተተኪኦ ኣሎ እሞ ነቲ ጸልማት ህይወት ደብሪና ኣጽዋር ብርሃን ንልበስ ይብለና ሃዋርያ ቅዱስ ጳውሎስ ኣብ ሮሜ መልእኽቱ ማለት እዩ ለይቲ ኩሉ ነገር ይልግበሮ ይስረቆ ይዝምቦ ይሕሸዮ ስርቂ ይቕበሎ ለይቲ እንታይ እሞ ለይግበር ለይቲ ንኹሉ ምችው እዩ ንናይ ምንታይ ስራሕ ንናይ ጸልማት ስራሕ ንናይ ኽፋእ ስራሕ ለይቲ ብጣዕሚ ምችው እዩ ብርሃን ግን ምችወ ይኾነይ ብርሃን ንስርቂ ምችወ ይኾነይ ብርሃን ንምዝማው ምችወ ይኮነ እዩ ብርሃን ንምሕሻው ምችወ ይኮነ እዩ ብርሃን ዘይገንዘብካ ንምውሳድ ምችወ ይኮነ እዩ ኣብ ሰለሙን ዘሎ ስ እዩ ዝነግረና ሓንቲ ሰበይትስ ውሉድ ህፃን ነይርዋ ብለይቲ መፅያ ካብታ ደቂሳ ዝነበረት ሰበይቲ እቲ ጥዑይ ቆልዓ ወሲዳ እቲ ምዉት ቆልዓ ኣብ ጎና ደቂሳትላ ከይዳ ብመዓልቲ ምሸት ብመዓልቲ ለይቲ ንግሆ ወጊሑ እዛ ሰበይቲ እዚኣ ዋ ወደይ ደኣ ናበይ ከይዱ ብህይወት ዝነበረ ደይኮነ ወደይ ዝሞተስ ኣይኮነን ነይሩ ኢላ ክትናገር ተላ ኣይ እዚ እዩ ወድኺ እዚ ናዮ ወዲ ኢሉ ናብ ሰሎሙን ቐሪበን ክልትኤን እሞ እቲ ኣለ ወደይ ትብል እቲ ኣለ ወደይ ትብል እሺ ውልድኽን ምዃኑ ክትፈልጣ ምእንታን እቲ ህፃን ንኽልተይ ሰንጠቕ ተባሂለን ወላድ ኣይትኽእሊ ወላድ ኣይትኽእሊ እታ ዘይወለደት ግን ንምጭካን ቀረባ ስለ ዝኾነት እንታይ ኢላ ይሰንጠቕ እሺ ንኽልትኤን ኣይከፈል እቲኣ ግን እንታይ ኢላ ኣይ እቲ ህፃን እዚ ካብ ንክልተ ዝስንጠቕ ንዓኣ ዋላ ትዕብዮ ንዓኣ ዋላ ትውሰዶ ኢላ ተናጊራ ብዚ እቲ ሓቂ ተፈሊጡ እቲ ብፀልማት ዝተሰርሐ ነገር ብግብሪ ጓሓት ብግብሪ ወጋሕታ ብግብሪ ንግሆ እቲ ናይ ፀልማት ክፍኣት ተጋሂዱ ተገሊፁ ተገሊጹ። እቲ ብጸልማት ዝሰራሕናዮ ክፍኣት ክግለጽ ተሎ ኣብ መዓልቲ ቀትሪ እዩ ዝግለጽ። እኛኻትኩም ዶ ወለደይ እኛኻትኩም ዶ ምሳይ ብመዓልቲ ክፍኣት ዝሰራሕናዮ ብመዓልቲ ምሸት ዝቐተልናዮ ሰብ ብመዓልቲ ምሸት ዝሰረቕናዮ ሰብ ክፍረደና ተሎ ግን ብቐትሪ እዩ። ኣይገርሚ ፍርዲ ቤት ለይቲ ይፈርድ ድዩ? ኣይፈርድ እዩ። ብቐትሪ እቲ ብኽፋእ ግብሪ ብለይቲ ዝገበርናዮ ነገር ንዙ እዩ እምበኣይ ሃዋርያ ቅዱስ ጳውሎስ ኣብ ሮሜ መልእኽቲ እንታይ ይብለና ኣሎ? እቲ ጸልማት እንታይ ይብለና? ለይቲ ሓሊፉ መዓልቲ ቀሪባ እያ እሞ ግብሪ ጸልማት ካባኹም ደርዩ ኣጽዋር ብርሃን ድማ ልበሱ ይብለና። ብመዓልቲ ኣፅዋር ብርሃን ክንለብስ ብኣፅዋር ብርሃን ክንመላለስ ኣብቲ ብርሃን ዝኾነ ክርስቶስ መዓልታዊ ህይወትና ክንመላለስ እዩ ዝግባእ ኣፅዋር ብርሃን ክንለብስ እምበር ኣፅዋር ፀልማት ክንለብስ ኣይኮነ ቅዱስ ቃል ዝነግር እሞ ብብርሃን ክንመላለስ ይግባእ ይብለና ቅዱስ ቃል እንታይ ይብለና ንቕሑ ንቕሑ ንቶም ዝሞቱ ንቶም ክሞቱ ኢሎም ዘለዉ ድማ ኣበርትዕ ይብለና እዚ ቃል ካብ ቅፅል ኣቢሉ ድማ ተሰሎንቄ ቀዳማይ ተሰሎንቄ ምዕራፍ ሓሙሽተ ካብ ቁፅሪ ኣርባዕተ እስካብ ትሽዓንተ ድማ ንስኻቱም ግን ኣሕዋተይ ኩላኻቱም ደቂ ብርሃን ደቂ መዓልቲ ኢኹም። እታ መዓልቲ እቲኣ ኸም ሰራቒ ኸም ትመጽእ ኣብ ጸልማት ኣይኾነን ዘሎ። ንስኻቱም ደቂ ምንታይ ኢኹም? ደቂ ብርሃን ኢኹም። ደቂ ለይቲ ይኹንኩም እዩ። ደቂ ብርሃን ኢኹም። ደቂ መን ኢኹም? ደቂ ብርሃን። ቅዱስ ቤተ ክርስቲያንና ኩሉ ግዜ ዘይተሓድጎ ሓደ ነገር ኣለዋ። እንታይ? ወንጌል ክተንብብ ተላ እንታይ እያ ትውልዕ? ጥዋፍ ጠዋፍ ናቐትሪ ኣብ ቐትሪ ይኹን ብርሃን ይሃሊ ኣይሃሊ ብለየገድስ ወንጌል ክተንብብ ተለዋ መልእኽቲ ክተንብብ ተላ ኩሉ ግዜ እንታይ እያ ትውልዕ ጠዋፍ እያ ትውልዕ ነቶም ንዚ ብርሃን እዚ ክህቡ ብርሃናቶም ዝሰኣኑ ዝቐለጡ ቅዱሳን ስለ ትዝክሪ ብዕለት ብርሃን ዝተመላለሱ ዓለም ንኣቶም ዘይትበቅዕ ኮይናቶም ንግሆ ከይመላለሱ ቅዱስ ቤተ ክርስትያንና እኮ ልምንታይ ድዩ ኩሉ ስርዓታታ ብለይቲ ዝውዳእ ኪዳኑስ ይኹን ማህሌቱስ ይኹን ሰዓታቱስ ይኹን ልምንታይ ብለይቲ ዝኹሉ ነገር እዚ ልምንታይ ብዚ ዝግበር ቅዱስ ቤተ ክርስትያን ተሳዲዳ ቅዱስ ቤተ ክርስትያን ተጎሳቂላ ቅዱሳን ተሳዲዶም ተሓሪዶም ተቐቲሎም ናይ ንግሆ ብርሃነ ይግበአኩም እዩ ተባሂሎም ስርዓታ ኩሉ ኮምሸት ኮያ ትከናውን ካልእ ይትረፍ ቅዱስ ወንጌል ክሰምዕ ዘለዎ ስብከት ክሰምዕ ዘለዎ ሲ ኣብቲ ለይቲ መፅኡ ክሰምዕ ዘሎ ወንጌል ክንበብ ተሎ ተተርጒሙሉ ከዳምፅ ይግባእ ብቲ መዓልቲ ቐትሪ ድማ እንታይ ይገብር ይመላለስ ይትርጉም እቲ ለይቲ ዝተምሃሩ ብመዓልቲ ቀትሪ ይመላለስ ይትርጉም ኒቆዲሞስ ዝበሃል መምህር ሕጊ ዝነበረ ናብ ጎይታና መድሓትና ኢየሱስ ክርስቶስ መፅኡ ብለይቲ ዝመሃር ዝነበረ ዮሃንስ ምዕራፍ ሰለስተ ዘሎ ብለይቲ መፅኡ ዘምህሮ ዝነበረ ነገር ነይሩ እንታይ ኣይሁዳውያን ይፈርሕ ስለ ዝነበረ ኣብ እግሪ ክርስቶስ ማንም ዝመሃር እንተሎ ካብ ምኩራብ ይባረር ካብ ምኩራብ ይሰደድ ይበሃል ስለ ዝነበረ መምህርስ ያለ መምህር ክመሃር ከይዱ ልከይበሃል ምእንታንስ ብለይቲ መፅኡ ናብ ክርስቶስ ይመሃርና እዩ እዚ ተግባር እዚ ግን ብመዓልቲ ንጎቦ መስኪርዎ እዩ ኒቆዲሞስሲ ካብቶም ንክርስቶስ ክስልል ዝተለኣኸስ ሓደ እዩ ነይሩ እኛኻትም ዶምሳይ ንመን ክስልል ንክርስቶስ ሰባት እነሳድን የና ዶ ብጣዕሚ ብዙሓት ክስልል ኸይዱ ንክርስቶስሲ እዋ ኣቱም ሰባት ኢልዎም ተመሊሱ መፅኡ እቱ ዝናገሮ ዘሎ ቃልሲ ፍፁም ኩሉስ ሓቂ እዩ ኢልዎ ስኻ ከካበይኻ ኢሎም ኣበይ ዓድኻ ሰብ ክሳዕርተሎ ዙ ለምፅ ኣበይ ዓድኻ ክድመርምር መፅሓፍ ካብ ገሊላ ከም ዘይውለድ ካብ ገሊላ ቅዱስ ሰብ ከም ዘይወፅእሲ ኸይድኻ ርአ እሞ መርምር ኢሎም እዞም ሰባት እዚኣቶም ካብቱ ናይ ህይወት ብርሃን ዝኾነ ክርስቶስ ምቕባል ነቲ ብባህሎም ዘምፀሎም ስርዓት ክኽተሉ መሪፆም ማለት እዩ ስለዚ ንሕና ውሉድ ብርሃን ኢና ክንኸውን ዘለና ማለት እዩ እታ ኣብዚኣ እንታይ ትብል መስለካቱ እታ መዓልቲ እቲኣ ከም ሰራቂ እያ ትመፅእ ይብለና ከም ሰራቂ እንታይ ይብለና እታ መዓልቲ እቲኣ ከም ሰራቒ ከም እትመጽእሲ ኣብ ጸልማት ኣይኾንኩምን ዘለኹም ንሕና ግን ናይ ለይቲ ናይ ጸልማት ኣይኮናን ደጊም ንንቃሕ ንጠንቀቕ እምበር ከምቶም ካልኦት ኣይንደቅስ ይብል ደጊም እንታይ ንኹን ንንቃሕ ንጠንቀቕ እምበር ከምቶም ካልኦት እንታይ ንኹን ኣይንደቅስ ንቅዱስ ወንጌል ንትጋህ ብቲ ቅዱስ ቃል ንጽናዕ ኣብቲ ቅዱስ ወንጌል ድማ እንታይ ንኹን ጸኒዕና ንንበር ንንቃሕ ይብል ሓንቲ ነገር ስከበር ኣብረኩም እዚኣ ሉቃስ ምዕራፍ 12 ቁፅሪ 20 እስኪ ረእይዎ እስቲ እንታይ ይብል ዕሽነት ሓደ ሃፍታም ኢሉ ይጅምር ዕሽነት ሓደ ሃፍታም ሓደ ካብቶም ህዝቢ ድማ መምህር ንሓወይ ርስተይ ክመቕለኒ በለለይ በሎ ልክርስቶስ ኮ እዩ ርስተይ ክመቕለለይ በለለይ በሎ ንሱ ኸዓ ኣታ ስብኣይ ኣባኻቱም ዳኛ መቓሊ ገይሩ መን እዩ ሸይሙኒ በሎ ኣባኻቱምሲ ዳኛ ገይሩስ መን እዩ ሸይሙኒ ኒኻቱም ረብሳይ ጎይታ እንተ ገለጸስ እንታይ ምጠየቅኩምዎ እስቲ ክጥይቐካቱም እንታይ ምጠየቅኩምዎ ጎይታ መጸላውስ እንታይ ምጠየቅኩምዎ ሓደ ቦስ እንታይ ይበሃል ነይሩ ሲ ጎይታ ተገለጺዶ ምድሓንኻይዶ ኣርኢ ንዓለም ንደቂ ሰባት ምግላጽ ምስ ቃልኻይዶ ርእዮም ናበሉስ ዕለት ዕለት ይጽልዩ ነይሮም እዞም ኣቦ እዚኣቶም ብሕልሚ ጎይታ ላተገለጸ ምስ ኣርአዮ ሰብ እንታይ ይጥይቕ መስለካትም መኪና ደራፊ ግበረኒ ሃፍቲ ሃበኒ ንጥይቖ ስጋዊ ስራሕ ካብዞም ኣቦ እዚኦም እንታይ ማል ድዮም ጀሚር ጎይታ ከይትግለጽ ኢሎም ዋላ ተገሊጽኻስ ትሰብ ንጥይቖ ስጋዊ ስራሕ እዩ መዓልቲ ትመክረና እዩ መንግስቱይ ጽድቁ ይድለዩ እቲ ኻሊእ ነገር ክውሰኸኩም እዩ ኢልና ተባህልናስ ናብ ጎይታ ክንቐርብ ተለና ግን ታይና መጀመርያ ስጋዊ ድሌትና እስቲ ሓደ ነገር ክናገር ልቓሕ ክትልቅሑ ክትኸዱ ኣለኹም ናብ ቤተሰብኹም ሲ መጀመርያ እንታይ ኢኹም ትይኹም ስድራ ዳሕና ድዮም ቆልዑ ከ ዳሕና ድዮም ሃመኛኹም ከብስሩ ክረምቲ ከም ሓሊፉ ኢልኹም ትጥይቑ እሞ ኣታታይ ድየ ደልየ ጨኒቕኒ እኮ እየ ልቓሕ ደልየ ትብሉ ናብ እግዚኣብሔር ክትመፁ ተለኹም ግን ገና ሃመይ ቅዱስ ኢኻ ሃመይ ሕያዋ ኢኻ ሃመይ ርህሩህ ኢኻ ዘይበልናስ ጎይታ ዝበሃበኒ ንብል ሰባት ብጣዕሚ ብዙሓት ኢና ማለት እዩ ኣታ የሰኻኽፎ እዩ ደልጎይታ መቸም ድሌተይ እኳ ትፈልጦ ኢኻ እሱ ኢለ እንታይ እሞ ፍሉጥ ደኣ ኮነይ እስቲ ባዕልኻ ትፈልጦ ኢልኩም ወስ ትኸድ እስቲ እሱ ነገርኹም እዩ ዝርዳእኹም እዩ ዝፈልጥ ንሕና ግን ጎይታ ዘይፈልጥ መሲልና ጎይታ ዘይርኢ መሲልና ዓይንና ዓዊርና ንጎይታ ኣለኻ እንብሎ ሰባት ብጣዕሚ ብዙሓት ኢና ንጎይታ ትሰምዕ ኣለኻ ዶ እንብሎ ሰባት ብጣዕሚ ብዙሓት ኢና ዝርድአና ነገር ከይሓሰብና እነስተውዕሎ ነገር ከይተረዳእና እንልምኖ ነገር ከይፈለጥና ንጎይታ እንልምን ብጣዕሚ ብዙሓት ሰባት ኢና እሞ ልቦና ይዓድለና እግዚኣብሔር ኣምላኽ ስለዚ እዚ ሰብ እዚ ላ ጎይታ መፂታ ኢልዎ ሲ ጎይታ መምህር ኢልዎ ኣቤት ልሓወይሲ መሬት ክመቕለኒ እባ ንገረለይ ኢልዎ

ብመሬት እንጨኻኸን ሰባት እኒኤና ዶ ብመሬት ብንዋይ ብሃፍቲ ሓው ምስ ሓውና ንባእስ ሰባት እኒኤና ዶ እወ ብዙሓት ኢና ብዙሓት ኢና በረከቶም ይሕደረና ኣባ እንጦንስ ድዮም ንበሩ ኣቦና እላኸዱስ ላበይ ድዮም እላኸዱ ሓወይሲ ካብቱ ክካፈሎ ዝግበአኒ ንብረትሲ ሰሪቑኒ ኢሉስ ክኸስስ ናብ ፍርዲ ቤት እናኸደሲ ኣታ እንትና እኮ ሞይቱ መን ሞይቱ እንትና ብኡ ገይሩስ ናብ ምንኩስና ህይወት ኸይዱ ዓለም ከንቱ እያ ኢሉ ዓለም ትክ እያ ይብለና ቅዱስ መፅሓፍ ዓለም ትክ እያ ህምጥሽ እትበንን እያ ህይወትና እኮ እዩ ህምጥሽ ህምትኪ

ብሚልዮናት ቅርሺ ሒዝና ይንጸግቢ ንዓና ከጽግበና ንዓና ከርክዐና ዝኽእል ነገር ኣብ ምድሪ ከቶ የለን ንምንታይ ባህሪና ኣፈጣጥራና ንመንግስቲ እግዚኣብሔር ስለ ዝነበረ ንኻልእ ኣይኮነ ባህሪና ኣፈጣጥራና ሲ መንግስቲ እግዚኣብሔር ክንወርስ እምበር ንዚ ምድሪ እዚ ክንስደድ ኣይኮነይ ነይሩ ኣብ ምድሪ ንወዲ ሰብ ሓደ ከርክዖ ዝኽእል ነገር የለይ ኒኻ ትብሎ ምሳይ ሃብታም እንታይ ይደሊ እንታይ ይደሊ ሃብታም ሃብቲ ክውሰኸሉ ብሃብቲ ዝረኸዐ ሰብ እኒኤና ዶ በዓለ የለይ ኣይ ይኣኽለኒ ይኣኽለኒ በቃ ካብ ድሕሪ ኸዚ ኣይሰርሒ ልብል ሰብ እኒኦ ዶ የለይ ኩሉ ሰብ ይሰርሕ ኩሉ ሰብ ይስስዕ ገንዘብኻ እንድሕር ዘይተቖፃፂርካዮ ገንዘብካ እናወሰካ ብልመፃኻ ቁፅሪ ስስዐ እናወሰካ ኢኻ ትመፅእ ገንዘብካ እንድሕር ለይተቋጻጺርካዮ ገንዘብካ ንዝሙት ኣብ ዘውዐልካዮ ቁጽሪ ሰይጣን ናብ ገዛኻ ትጽውዕ ገንዘብካ ካብ ምጽዋት ንስርቂ ንሓሜት ንቕንኢ ንበቀል ኣብ ለውዐልካዮ ቁጽሪ ሰይጣን ናብ ገዛኻ ይመጽእ ብገንዘብካ እንታይ ትዕድግ ሓጢኣት ካብዚ ስቲ ይሰውረና እግዚኣብሔር ኣምላኽ ብገንዘቡ ሓጢኣት ዝዕድግ ብጣዕሚ ብዙሕ ሰብ ኣሎ እንታይ ይብለና እሞ ህይወት ሰብ ብበዝሒ ገንዘብ ኣይኮነት እዩ በዝሒ ገንዘብ ልኣምን ሰብ በዝሒ ገንዘብ ደረቱ ልነፍሕ ሰብ ብበዝሒ ገንዘብ ልዕበ ሰብ ኣይኮነቲ ህይወት ብበዝሒ ገንዘብ ይኮነቲ ገንዘብ ሃልዎስ ዝተሓግወሰ ሰብስ የለይ ሽሙ ሽሙ ይጠቕሲ ግን ካብ ንዓለም ካብቶም ዘንበኽዎም ሓደ ጠቓሚ ታሪክን እዮም ሓደ ሰብኣይ ነይሩስ ጥበበኛ እዩ ካብኡ ሓደ በዓል ፀጋ ግን ሃፍቲ ሃልዎሲ ደስታ ስኢኑ መርከብ ይገዝእ መርከብ ይሸጥ ገዛ ይገዝእ ገዛ ይሸጥ ሕርሻ ይዝገዝእ ሕርሻ ይሸጥ ደስትኡ ሲ ማንም ከግነ ይኸኣለይ ካብኡታይ ገይሩ ሲ እምበኣይ ደስታይ ሲ ኣልማዝ ኩሉ ንብረተይ ሸይጠስ ኣልማዝ ክገዝእ ኢሉ ሓስዩ ትፈልጡ ወደ ኣልማዝ ወርቂ ማለት እዩ ኣልማዝ ገዚኡ ኩሉ ንብረት ሸይጡ ካብኡስ እንታይ ኢሉ መፂላው ዝዓድስ ኣቱም ኢልዎም ደስታይ ከግንየለይ ዝኽእል ሰብ ይህሉ ዶ ይኾን ኢልዎ ደስታይ ከግንየለይ ቕርሽን እየኒ ግን ደስታ ከግንየለይ ዝኽእል ሰብስ መን እዮ ኢልዎ ኣብቲ ኒኤካ ጠበበኛ ሰብስ ናብኡ ክድ ኢሎም ኣብቲ እግሪ ዳዕሮ እዩ ነይሩ እቲ ሰብ ካብኡስ ምፅ ምስ በለስ ተኣልማዙስ ሒዝዎ ጠፊኡ እቲ ጥበበኛ ሰብ ሰሪቕዎ ጠፊኡ ኸይዱ ዋይ ኣነ ካብ ዝነበረኒ በዓል ፀጋስ ድኻ ክኾን ዋይ ኣነ ንዋይ ነይርኒ ስኡን ክበሃል ዋይ ኣነ ትማሊ ሃፍታም ነይረስ ሎማዓንቲ ድኻ ክኾን እላበለስ ይሓዝን ነይሩ ኸይዱ ተኣለሸ ከግንዮ ይኸኣለይ ኣብዚ ግዜ እዚ ተስፋ ቆሪፁ ሓዚኑ እላሃለየስ ኣልሹ ኣልሹ ምስ ሰኣኖስ ላፍታ እግሪ ዳዕሮ ላፍታ መጀመርያ ዝመጸላ ቦታ ስላብኣ መጽዩ ኣብዚ ግዜስ ተነ ኣልማዝ ሰው እግንይወን ተሓጎሰ በረቐ ይብለና ሰብ ለለዎ ነገር ተወሲድዎ ሲ ክበሃው ተሎ እኮ ይልሕጎስ ሰብ ጥዕና እኘኩም ዶ ይብልኩም የሕዋተይ ኣብዚ ዘለኻትም ወለደይ እኘኩም ዶ ይብልኩም እዩ እኘኩም ክውሰደኩም ተሎ ክምለሰኩም እንታይ ትብሉ ተመስገን ትብሉ ብለለዎ ነገር ከልተሓጎሰ ሰብኞ የለይ ልቦና እስቲ ዓደለና እግዚኣብሔር ኣምላኽ ኢድና እዚኣ ትሰርሕላ ዶ ይትሰርሕላይ ኩሉ ግዜ እዝናገራ ትሰርሕላ ምስራሕ ተኣብተላስ ዋይ ኣነ ኢደይ ትማል ትሰርሕ ነይራ ካብ ሎማዓንቲ ምስራሕ ምስ ጀመረትስ ዝነበረና ነገር ብምዃውና እንታይ ንብል ተመስገን ንብል እዚ እያ ዓለም ኣብዚ ግዜ እዚ ከምዚ ኢሉ ከዓ ምስላ ነገሮም ሓደ ሃብታም ሰብኣይ ግሩህ ቀዶ ገርሁ ቀደወሉ ብልቡ ኸኣ እኽለይ ዝእክበለይ ሰብ ስፍራ የለን እንታይ ደኣ ክገብር እየ ኢሉ ሓሰበ እንታይ ደኣ ክገብር እየ ኢሉ ሓሰበ ንሱ ድማ ከምዚ እገብር ንማዕኸነ የስፍሐ ክፍዐ እሰርሕ ኣብኡ ኸኣ ኩሉ እኽለይን ሃብተይን እእክብ ንነብሰይ ኣቲ ነብሰይ ብብዙሕ እተደለበ ሃብቲ ንብዙሕ ዓመታት ዝኣኽለኪ ኣለኪ እሞ ዕረፊ፣ ብልዒ፣ ስተዪ፣ ተሓጐሲ በላ። ኣምላኽ ግን ኣንቲ ዓሻ፣ ንነብስኻ ካባኻ ክወስዳ ብዛ ለይቲ እዚኣ ይደሎ ኣለኹ፣ እዚ ዘድልየካ ደኣ ንመን ክኸውን እዩ? ንነብስኻስ ብዛ ሎማዓንቲ ክወስዳ እየ። ሃፍቲሙ እኮ እዩ ቕርሺ ሒዙ ብዙሕ ነገር ገይሩ ካብ ስታይ ኢሉ ነሰኢ ደስ ይበልኺ ብልዒ ስተኢ እዕርፊ ማዕኸንኺ መሊኡ እኒኦ ሓድሽ ማዕኸን ተሰሪሑ እኒኦ እሞ ስተይ ብልዒ ስተይ ኢሉ ደስ ይበልኺ ምስ በለስ ኣምላኽ መፅታ ኢሉ ኣንታ ዓሻ ኢልዎ ሎማ ዓንትስ ነብስኻ ክወስዳ እየ

ደቂ ሰባት ብጣዕሚ ቸኳላታት ኢና ደቂ ሰባት ብምንታይ ደስ ከም ልብለና ይንፈልጢ ደቂ ሰባት ተሓጓስና መን ከም ዝኾነ ይንፈልጢ ደቂ ሰባት ተስፋና መን ከም ዝኾነ ይንፈልጢ ደቂ ሰባት ሓጎስና መን ከም ዝኾነ ይንፈልጢ ሓጎስና ጎይታ እዩ ደስታና ጎይታ እዩ ፍጹም ኣብዚ ምድሪ እዚ ማንም ሓጎስ ክበልና ዝኽእል የለን ሓጎስና ክበና ዝኽእል ጎይታ ብቻ እዩ እታ መበለት ሰበይቲ ክንሪኣ ተለና እኮ እንታይ ድያ ዝበለት ቀደማይ ነገስተ ምዕራፍ 17 ካብ 13 እስከ 17 ምሉእ ታሪኩ ክትርእይዎ ተለኹ ኣብ ኤልያስ ግዜ ድርቂ ተላዒሉ ድርቂ ካብ ድርቂ እግዚኣብሔር ኣምላኽ ይሰውረና ወኣሜን በሉ ወይለይ ኣይረኣኹም ወይ ድኹም ዝሓለፈ ዓመት ልብላዕ ብቻ ይገነ እምበይ ነማርፀሉ ግዜ ድዩ ነይሩ ኣይነበረ ብቻ ኣፊሐዮ እኮ ይእተ ጥራሕ ላከብዲ ኮይኑ ይሩ ኤልያስ ሰማይ እግዚኣብሔር ዓፂዎ ነይሩ እንታይ ኮይኑ እግዚኣብሔር ዘዝነዎ እግዚኣብሔር ዘብሰሎ ምግቢ እናበልዑ ጣዖት ለምልኹ ብጣዕሚ ስለ ዝበዝሑ ኣብ ዘመንና ዝበዚሖም እየው ኣብዚ ዘመንና እዚ ፈርዖናት በዚሖም እየው ኣብ ልዕሊ እግዚኣብሔር ልዕበይ ሰባት በዚሖም እየው ንደቂ ሰባት ከጥፍኡ ዝተልዓሉ ብጣዕሚ ብዙሓት ሰባት በዚሖም ኣለው ጎይታ ምንታይ እኘኡ ኢሎም ተጻረርቲ መስቀል ዝኾኑ ብጣዕሚ ብዙሓት እኘኡ ልቦና ይሃባቶም ንዚኣቶም እንታይ ገበረት ይብለና ሲራብታ ትበሃል ሰበይቲ ኤልያስ መፅኡ ክበልዐላ ጎይታ ዝለኣኾ ሰበይቲ እታ መበለት ሰበይቲ መፅኡ እንታይ ኢልዋሲ ልብላዕ ዶ ኘእኪ ኢልዋ ልብላዕ ዶ ኘእኪ ኢልዋ ማይ ስተስቲኒ ቅድም ልብላዕ ቅጫ ሒዝክንዒ ወይ እንጀራ ኢልዋ ንባዕሉ ስ ብዘመነ ኤልያስ ዶ ምግብኝ ኤልያስ ኮይ ባዕሉ ካብኡስ ኣብ ጓዳይ ሕርጭ ዘይተ ኣለዋ ንሰ ንብልዐየን እሞ ንሙት

ንእግዚኣብሔር ኣማዕቂኡ ዝሓፈረ ሰብ የለን ኣብ ማእኸልና እዮ ንእግዚኣብሔር ኣሚኑ ዝሓፈረ ሰብ የለን እምነታትና ኮ ኩሉ ብሑቕ ምስ ለወሳ እንታይ ንገብራሉ መስቀል እንጀራ እንታይ ንገብራሉ ቅድሚ መበል መስቀል ባሪኸን ኮኤል ስንክቶ በረከት ክመልአሉ ምእንታን ኣብ ከብድና ኣትዩ ምፅጋብ እንተይኮነሲ ንስጋዊ ሃናፂ ኮይኑ ብስጋና ዝተሃነፅናሉ ሕጊ እግዚኣብሔር ንሕልየሉ ጸጊብና ሕጊ እግዚኣብሔር ነፍርሰሉ ዘይኮነስ ብፅጋብና እግዚኣብሔር ነመስግነሉ እዩ ክኸውን ኢለን ኣዴታትና ይባርኮ ንእግዚኣብሔር ኣሚኑ ዝሓፈረ ከቶ የለን ኣብ እግዚኣብሔር ኣማዕቂኡ ዝሓፈረ ዝተዋረደ ከቶ የለን ብብልዒ ደስ ኢልዎ ተመችይዎ ነብሱ ዝረጎደ የለን ሰለስተ ደቂቅ ረዩ ኣናና ኣዛርያ ሚሳኤል ቆለላ ወልዑሲ ካብቶም ስጋ ልወልዑ ሰዋት ብጣዕሚ ረጎቲ ነይሮም ይብለና ማለት እዩ ንዓይ ከይትርእዩኒ እታ መቐጢንኻ ከይትብሉኒ ንእሽተን ቀጥ ኣለበልክ እየ ስለዚ ሃምዚ ይብሉ ነይሮም ይብለና ማለት እዩ ስለዚ መዓልቲ ለይቲ ሓሊፉ ኣፅዋር ብርሃን ክንለብስ እዩ ዝነግረና ዘሎ ዝቃል ልምንታይ መዓልቲ ምምፃእ እግዚኣብሔር ስለ ዘይፍለጥ መዓልቲ ምምፃእ እግዚኣብሔር ስለለ ይፍለጥ ከይትበርሑ መዓልቲ ለይቲ ጎይታ ከይመፀኩም ጥራሕ ፍርሑ መዓልቲ ለይቲ ህራስ ለብልኩም ከይትዓድርሎ መዓንቲ ለለ መፀ ደይና በልኩም ብምሸት ከይመፀኩም ምክንያቱ ለይባ ብንጎ ክሰርቀ ይኽእል እዩ ናሎም ለያ እኳ ፍልይ ልበሉ ስለ ዝኾኑ ችግር የብሉ ክልቲኦም ሰርቆም በላሕቲ እዮም መም ሰይፊ ለይባ ክሰርቅ ተሎ ኣደንጊቱ ኢሉ መፀካ ፀወብ ልበለ ግዜ ምድቃስኻ ፈሊጡ ምህራስኻ ፈሊጡ ሃምለይ ትሰምዕ ፈሊጡ መፅኡ እንታይ ገብረካ ይሰርቀካ ተሊኻ ማሃመ ገይሩ ክሰርቀካ ሞት እውን ሃምኣ እያ ኣነ መፃፃይ ከም ለይባ እዩ ይብል መዓልቲ እግዚኣብሔር ከቶ ሓደ ዝፈልጣ የለን መናእሰ ሕዋተኛ ካቶም ዶዚ ጎይታ መዓዘ ይመፅ ኢልኹም ትሪኡ መፅሓፍ ተንብቡ ማሕበራዊ ሚድያ ትከታተሉኝ ኢኹም ዶ ምፅኣትኹም ሕሰቡ ናባዓልኹም ጎይታ ላባኻቱ ምስ መዓዘ ይመጽእ ዋ ኣሕና ችግርና እኛ እዚ ዘመን እንታይ ድዩ ከምቲ ሓንቲ ወል ነገርኩም ኮዩ ስመ ኣለካ ግን ምውት ኢኻ ስመ ኣለና እዩ ክርስትያን ኢና ግብሪ ክርስትያን ግን የብልና እዩ ፍረ ክርስትያን የብልና ይኾነ ድዩ እወ ዋ ስለ ገነት ሓዲግና ስለምንታይ ድና ነዋግዕ ስለ ሲኦል የኾነይ ድዩ ንሕናሲ ደቂ ብርሃን ኢና ክንመላለሶ ዝግባእ ብርሃን እዩ ደቂ ጸላም የኾናይ ስለ ጸልማተይ ነዋግዒ ዋ ኩሉ ስራሕና ንሰርሖ መዓዘይ ድዩ መዓዘይ እዩ ንጎ ዋ ለይት ተላዒሉ ዝበልዕ ሰብ እዮ ድዩ እንጀራ ድዒ ዝኾነ ኣጋጣምና ሰብ ተፈጥሮ ይፍለጥ እዩ ለይቲ ሲ ጠሚኒ ኢሉ ዝተላዒሉ ዝበልዕ ሰብ እዮ ዶ መዓረ መዓረ ቀትሪ ኮይ ለይቲ ሰዓቱ ንግሆ ንበልዕ እንታይ ስለ ንገብር ስለ ንሰርሕ ስለ ንሰርሕ ንግሆ ንበልዕ ኢና ለይቲ ግን እንታይ እዩ ንዕረፍቲ ግዜ እዩ ንዕረፍቲ ግዜ እሞ እቲ ጐይታ ተይመፀይ ዝኣከብናዮ ፍረ መንፈሳዊ መዓዘ ኢና ንዓፅዶ ኣብ ሰማይ ንዚ ክብሪ እዚ እግዚኣብሔር ኣምላኽ የብቅዐና ዕልል ስትበልሉ እስቲ ካብቲ ንእሽተን ጻጸ ደኳ ይትመሃሩ ይብለና ቅዱስ ቃል ካብቲ ንእሽተን ጻጸ ክረምቲ ቅድሚ ምእኻልስ እንታይ ይገብር ይስብስብ ልማዓዘይ ንክረምቲ ኣብ ማያ ክወፀ ይኽእል እዩ ንግሆ ልበላዕናዮስ ንሰርሐሉ ንግሆ ልበላዕናዮ ቁርሲ ልበላዕናዮ እስካብ ምስሓ ሰዓት ንሰርሐሉ ምሳሕ ልበላዕናዮ ለለ እስካብ ምንታይ እስካብ ድራር ድራር ልበላዕናዮ ለለ ልዘላቀ ይሕድረና ማለት እዩ ረእይዎ እዚ እዩ ንስኳስ ኩሉ የግንዮ እዩ እቶም ብጥሜት ልንጋላትዑ ሰባት ለለ ሓሰብና ማለት እዩ ልመዓዘይ ንምሸት ምሸት ተላዒሉ ግን ዝበልዕ የለን ንዕረፍቲ ግዜ እዩ ምዕሸት እንዲኦም ተትልክኣል ተልክኣልስ ምሸት ተይበላዕካ ምድቃስ እዩ ልምረፅ እዩ ሓካይም እኳ ተሪእኹሞ ልምንታይ ኣብ ዕረፍቲ ኢኻ ኒኻ ሓይለይ ተውፀሉ ኣብ ዕረፍቲ ግዜ ድኻም የለን ስለዚ ብብርሃን እንተሎ ብብርሃን ክንመላለስ እግዚኣብሔር ኣምላኽ ይብቅዐና ኢሳይያስ ምዕራፍ 35 ቁፅሪ 3 ከምዚ ይብለና ነተን ዝሰንፋ ኣዳው ኣበርትዑ ነተን ወልወል ዝብላ ኣብራኽ ኣደልድልወን ኣደልድሉ ይብለና

ንተን ኣብራኽ እውን እንታይ ግበርዎን ኣደልድልዎን ኣደልድልዎን ህፃውንቲ ኢና እኒና ገና እግርና እንታይ ዘይኾነ ዘይደልደለ መንፈሳዊ ህይወት እማ ካብ ህፃን ኢኻ ትርዶ ሓንቲ ነገር ዶ ክነግረክ ነዴታት ቆልዓ ሲ ኣብ ማህፀኑ ክንደይ ወርሒ ይወስደሉ ቆልዓ ተሰሪሑ ክውዳእሲ ክንደይ መዓልቲ ክንደይ ይወስደሉ ሸዓንተ ወርሒ ክዓቢ ኸ እንደ ይወስደሉ ኣታ ናብ እግዚኣብሔር ስራሕ እስቲ ዕል ኢልኩም ኢደይ ተመስግኑ ይዝሲ ህፃን ቆልዓሲ ኣብ ከብዲ ክስራሕ ተለስ እንደ ይወስደሉ ሸዓንተ ወርሒ ክዓቢ ኸ እንደ ዓመት ቆፀርዎ ንምንታይ ንስኻትኩም ስለ ተዕብይዎ እኮ እዩ ጎይታ ክሰርሐ ተሎ ፍጹም ዝኾነ እዩ ሓደ ሰብሲ ኣብ ኣርብዓ መዓልቲ ፍጹም ሰብ ዝኾን ፍጹም ሰብ ይኾን እንታይ እዩ ዘድሊ ድሕሪ ዕቤት ኣብ ትሽዓተ ወርሒስ ዓብዪ ሰብ ይኾን ርእሲ ለሎ እግሪ ለሎ ኢድ ለሎ ዓይኒ ለሎ ፍንጫ ለሎ ኣተሓሳስባ ለሎ ይኾን እስኻቶም ሒዝኩም ክተዕብይዎ ተለኹም ከ እንታይ ድኹም ትብሉ ወለዲ ውይ ከዚ ሰዓቢለ እዩ ዳሕና ጎርሚሱ እዩ ዳሕና ዓሰርተ ሓሙሽተ ግን እስከ ዓሰርተ ሓሙሽተ ዓመት ለሎ ጭንቂ ስረ ይወስ ይገርም ደገርም ግርም ሓደ ህፃን ቆልዓ ካብ ብህፃንነቱ ኣብ ዕቤቱ ዘሎ እግሩ ተለይሉ ድዩ ልኽእላ ኣይኽእላ እዩ መጀመርያታ ይልኽእል ርእሱ ኣታ ረእይዎ ርእሱ ርእስኹም መርምሩ እዩ ዝብል ቅዱስ ቃል ኣብ እምነት እንተለኹም ኣብ ሃይማኖት እንተለኹም ርእስኹም ፈትሹ ዓርስኹም መርምሩ እዩ ዝብል ህፃን ቆልዓ መጀመርያ እንታይ እዩ ዝኸእላ ርእሱ ርእሱና ኩሉ ነገር መሰረት ስለ ዝኾነት

ድልዋት ዲኻ ቱም እግዚኣብሔር ኣምላኽ ይሓግዝካ ቱም ብዚ ኢለ ብዚ ቅዱስ ቃል እዙይ ናሎማዓንቲ ትምህርተይ ከገባድድ እየ ማለት እዩ ኣብ ኤፌሶን ምዕራፍ ሓሙሽተ ካብ ቁፅሪ ሸሞንተ እስካ ዓሰርተ ዘሎ ቀደም ኣብ ፀልማት ነይርኹም እስትበልዎ ስቲ ቀደም እስትበሉ ኣብ ፀልማት ነይርኹም ኣብ ጸልማት ነርኹም ብጎይታ ግን ኸዚ ብርሃን ኢኹም ጥዑም ደስ ቀል ደስ ይብል ዶ ጣዕሚ ቀደምሲ ኣብ ምንታይ ነርኹም ኣብ ጸልማት ብርሃን እንተለና ዝዓወረና ነርና ቀደማ ጽድቂ ሰሪሕና ናብ ሲኦል ንድብረ ነርና ጨኒቕዎም ጨኒቕዎምስ ጽድቅና ከም መርገም ጨርቂ ተቖጸረልና ኢሎም ጽቡቕ ስራሕ ሕማቕ ስራሕስ ኩልኻ ናብ ሲኦል ተኣትየሉ ናይ ጸልማት ህይወት ነይርና ርእስና ዝተረበሸሉ ህውከት ዝመልአሉ ነይሩ ኸዚ ግን ይብለና ኸዚ ግን ብጎይታ እንታይ ኢኹም ብርሃን ኢኹም ኸዚ ግን ብጎይታ እንታይ ኢኹም ብርሃን ኢኹም ካብ እንታይ ይብለና ድሕሪ እዩ ኣክትዘለ ቢሉ ብርሃን ኢኹም ምስ በለና እዚ ነገር እዚ ይነግረና ንጎይታ ዘሐጉስ እናመርመርኹም ከም ደቂ ብርሃን ኮይንኹም ተመላለሱ ንመን ዘሐጉስ ንጎይታ እንታይ እላገበርኹም እላለለኹም እላለለኹም እላፈለጥኹም ንመን ዘሐጉስ ንጎይታ ኣስተውዕሉ መን ዝሕጎሰሉ እዩ ስርሐይ ጎይታ ድዩ ሓደ ሕማቕ ልገበረ ሲ ኣይ ምውቃዕ ኮነ ልቦና ይሃቦ ልቦና ይሃቦም መጽሓፍ ቅዱስ እንታይ ይብል መሲልካቱ ምእንቲ ለሳጉጉኹም ጸልዩ ምእንቲ ልረግምኹም መርቑ ስለቶም ለሳድኹም ጸልያ ስለቶም ልረግምኹም ስታይ ግበሩ መርቑ ከቢድ ደ ከቢድ ይዝቃል ከቢድ ልዚ ኣዲስ ኪዳን ኢሎም ወለዲ ኣሕዋተይ ጸባብ በሪ ተባሂላ ሓድሽ ኪዳን እንታይ እያ ጸባብ በሪ እንታይ ይብለና ምዕራፍ ሸውዓተ ማቴዎስ ወንጌል ካብ ቁፅሪ ዓሰርተ ሰለስተ እስካ ዓሰርተ ኣርባዕተ እታ ናብ ጥፍኣት እትወስድ ደገ ርሕብቲ መንገዳ ገፊሕ እያ እታ እቶም ብኣኣ ዝመላለሱ ድማ ብዙሓት እዮም እታ ናብ ህይወት እትወስድ ግን ደገ ጸባብ፣ መንገዳ ቐጣን እያ፣ እቶም ዝረኽብዋ ኸኣ ሒደት እዮም በታ ጸባብ ደገ እተዉ። እዚያ ደስ በሃሊት እያ ሕገ ኦሪት። ዓይንኻ ልበለካ ዓይኑ በሎ ትብል ደስ ትብል ልስጋ ልነብስኸ ደሰይ ትብሊ ጸጋመይቲ ገጽኻ ንጸፍዐካ የማነይ ትመልሰሉ ብሩህ ገጽ ኣርእዮ ማለት እዩ ቃል ብቃል ከይ ትርጉምዎ ጽፍዕ ቢልኩም ሰብሲ ኣይ ንዓሞ እዛ ድገመኒ ትብልዎ ከም ይኾነ ኢሉ ኣሎ ከምዚ ሓደ እንታይ ኢሉ በሃል መስሓቂ ትኾነትኩም እየ ክነግረኩም እዚኣ እኳ ክሰርቆ ኢሉስ ጅቡሲ ይደትዩሉ ካስ ሒዝዎ ዋ ኣታ ታኾንካ ኢልዎ ኣይ ቅርታ ጅባይ መሲልኒ ኢልዎ እህ ኢሉ ዝቆልዓ ፀፊዕዎስ ታንካ ይብለለስ ገፀይ መሲልኒ ይቅርታ ኢልዎ ከዚ ሕጊ ኣዲስ ታያ ክንብል ተለና ፀባ በርያ ልልረግመካስ መርቕ ዋ ልልበደለካ ይቕረበል እዚኣ ኸዝስ ታይና ነውፀላ ዋ ከምዚ እኮ እዩ ገይርኒ እወ ከምኡ ለይገበረካ ደኣ እማ ይቕረበል ትበሃል ኣለኻ ስለ በደለ ኣለኮ ይቕረበል ትበሃል ኣለኻ ጎይታና መድሓትና የሱስ ክርስቶስ እኮ ሓጢኣት ነይርዎ ድዩ ንፅሃ ባህሪ ለቱ ስብሃት ክብሪ ምስጋና ይንዑ ይኹን ብዘይካ ሓጢኣት መልእልተ መስቀል ዝተሰቐለ ብዘይካ ሓጢኣት ዝተገረፈ ብዘይካ ሓጢኣት መከራ ጸገበ ምንቲ መን ምንቲ ደቂ ሰባት ድሕነት ኮይኑ ነይሩ ኣብ መልእልተ መስቀል ኮይኑ ድማ እንታይ ዝበለ ዝገብርዎ ኣይፈልጡን ዝበለ ዝገብርዎ ይፈልጡን እዚኣ ትነግረና ንጎይታ ዘሐጉስ እላመርመርና ንጎይታ ለሐጉስ እላመሰለና እነሕዝኖ ከይንህልይ ብግብርና ብስምና ዘለና ሙታን ዝኾንና ከይንኾን ልስን መቓብራት ከይንኾን መቓብር እንታይ ሒዙኞ ዓፅሚ ናምንታይ ናቲ ዝበስበሰ ስጋ ላዕላይ ትርእይዎ ኸ ላዕላይ ትርእይዎ ኸ እንታይ እዩ በቃ

እንታይ ይገብረሉ ልስን መቃብር ግብሪ ዘይብሉ ዝሞተ ዳግም ህይወት ክሰርዕ ዘይኸኣለ እስካብ ምንታይ እስካብ ትንሳኤ ዘግዋኤ ዝፅበ ስጋ ስጋ ለኳ የለይኮ ፍልሖ ወዲዎ ኮይ ልዝስ ፅቡቅ ነገር ንሰርሐሉ ሽሙኞ ንሱ ግን እንታይ እዩ ግብሪ የብሉ ምውት እዩ ንሕና ድማ ንጎይታ እናሐጉስ እናመሰለና እንሰርሖም ስራሕቲ ጎይታ ዘሕዝኑ ከይኾኑ ንጠንቀቕ ደቂ ብርሃን እንተለና ኣብ ጸልማት ከይንመላለስ ንጠንቀቕ ግብሪ ክርስቶስ ንገብር ኣለና እላመሰለና ኣሕዋትና እላሰለድና እንጸድቕ ልመስለና ሰባት ንጠንቀቕ ዝሓዝዎ እላሰደድካ ጽድቂ የለይ እላቐተልካ ጽድቂ የለይ እላወቓዕኻ ጽድቂ የለይ ኣብ ልዕሊ ሓውኻ መከራ እላብጻሕኻ ጽድቂ የለይ ብሃይማኖት ንዘይመስለካ ሰብ እላጋፋዕኻ ጽድቂ የለይ ዋ እዚ የኾነ እዩ ንሕና ክርስትያን ምንታይ እንዳ ንፈልጥ ብምውቃዕ ስሕተት ንዘለዎ ሰብስ ብምንታይ በሎ የለይ ከምዚ ልብል ቃል የብልናይ ተሓረድ እምበይ ሕረድ ልብል ቃል የብልናይ ልዙ እዩ ቅዱስ ሃዋርያ ቅዱስ ጳውሎስ ተሰቒሉ የሞተ እዩ ቅዱስ ጳውሎስ እንታይ ኮይኑ ተሓሪዱ ክሳዱ ተበቲኹ እዩ ሞይቱ ልምንታይ ሰይፊ ስለ ለልዐለ ሰይፊ ለልዐለ ይብል ብሰይፊ ይወድቕ ሰይፊ ለልዐለ ብሰይፊ ይወድቕ ካብ ሰይፊ ምልዓል እግዚኣብሔር ኣምላኽ ይሰውረና በቃ እሱ እዩ ኣብ ዓለም ረይዎም ኣይጠቕሰልኩም እዚ እዚ ኢለ ሰይፊ ለልዕሉ መጨረሻም ብምንታይ እዮም ለድቁ ብሰይፊ ዓለም ረእዎ መራሕቲ ዋላ ኩሎም ረእዎ ሰይፈ ልዒሎምስ ብሰይፊ እዮም ለወድቁ መጨረሻ ክርስትያን እንታይ የልዕሊ ሰይፈ የልዕሊ ክርስትያን ግን ሰይፊ የል ንምንታይ ኣፅዋር ብርሃን ለቢሱ ንዲያብሎስ ክቃለስ ኣጽዋር ብርሃን ለቢሱ ንምክቃለስ ንዲያብሎስ ኣብኡ እንታይ ይብለና እቶም ንእግዚኣብሔር ክሕግስዎ ዝኽእሉ ነገራት ይነግረና ኣብ ግብሪ ሃዋርያት ለለ ኣለዉ እዮም ብደንቢ ጌርና ክንሪኦም ዝግቡና ማለት እዩ እንታይ ይብለና ደኣ እምበር ዘበለ ኣይትሕበርዎ ግንሕዎ ንቲ እንታይ ይብለና ነቲ ፍረ ዘበለ ግብሪ ጸልማት ኣይትሕበርዎ እቲ ኣብኣታቶም ብሕቡእ ዝግበር ንምንዝርና እከይ ነውሪ እዩ እከይ ነውሪ ብምንታይ ይስራሕ ብምሸት ብምሸት ሓደ ቅዱስ ኣቦ ነይሮምሲ ሓንቲ ቆልዓስ ዋይ ሎማዓንትስ ምሳይ እቲ ዝሙ ኢኹም ኢላቱ ጓለይ እሺ በል ኩሉ ሕቶም እዮ በሪ ሕቶም እዮ ማዕፆ ሕቶም እዮ መሽኮት ሕቶም እዮ ኢሎማስ ኩሉ ልሓተመት ሓቲማ ሓቲማ ሓቲማ ምስ ወደእትሲ ዛጓለይ ኢሎማ ኣቤት እሞ ሰማይ ከትጋርድ እዮ ዶ ትሽፍን እዮ ዶ ኢሎማ ብግብሪ ጸልማት ዝግበርሲ ግሁድ እዩ ግልጹ እዩ መዓዘ ይቕላዕ ብግብሪ ቐትሪ ይቕላዕ እቲ ብግብሪ ጸልማት ዝገበርናዮ ብግብሪ ብግሁድ ብብርሃን ኣብ ዝመጸሉ ይኸፍለና ተም ምድሪ ዝሰራሕናዮ ኣብ ሰማይ የሕፍረና ተም ምድሪ ዝሰራሕናዮ ድማ ኣብ ሰማይ የኽብረና ረይዎ ተም ምድሪ ፅቡቕ ተሰሪሕና ኣብ ሰማይ እንታይ ንኾን ንዑ ስትበሉ ታስቲ ምሳይ ንዑ ስትበሉ ናይ ኣቦይ ብሩኻት እዚ ቃል እዚ ስተ የስምዐና እዚ ካልእ የነግረኩም እዩ ተፃራርናይ እዩ ትቃለሱ ተጻራርና እዩ ታይም ልብል ማለት እዩ ንዑ ናይ ኣቦይ ብርኻት ቕድሚ ዓለም ዝተዳለየልኹም ርስቲ መንግስቲ ውረሱታ ዝቃል ደስ ይብለ እዩ ሰይ ዕልልብልባውልሉ እዚ እዚ እዩ ግናኸ እቲ ግሁድ ዘበለ ንሱ ብብርሃን እዩ እሞ ኩሉ ዝግናሕ ዘበለ በቲ ብርሃን ይገሃድ እዩ ይብለና ይቅርታ ንእሽተን እቲ ቋንቋና እቲ መፅሓፍ ቅዱስና እንትልበለ እዩ ንኾነ ንጥቀመሉ መጻሕፍቲ እኒኦውና ኣብቲ ሓደ ልስልስ ዝበለ ትግርኛ ኣብዚ ሓደ ለለ ድርቕ ዝበለ ትግርኛታት ነግኒ ንዓኻትም እውን ምትርጓም ከየቸግረኩም ገዛ ክወስዶም ኣንብዎ ሽሎ እወ ንእሽተንቲ ቋንቋ ሲ ብትለመድናዮ ናዝዓዲ ዘየኾነ ኢና ንሱ ስለዝኾነ እዩ እንታይ ኢለና ዘበለ በቲ ብርሃን ይገሃድ እዩ ትብዓ ዘይተሰርሐ ትብሕማቕ ግዜ ዝተሰርሐ ስለዚ ከዓ ኣታ ደቂስኻ ዘለኻ ንቓሕ እሞ ካብ ሙታን ተስእ ክርስቶስ ከዓ ከም ርዕልኻ እዩ ኣሚን ይብርህና ካብ ምንታይ ተስእ ኣታ ደቂስኻ ዘለኻ እንታይ ግበር ንቓሕ ክርስቶስ ኣይገብርን ከም ርዕልኻ እዩ ኣሚን ይብረህና እስቲ ጸሚቱና ንዘሎ ሰባት ዓለም ጭንቂ ኮይናትና ዘመድ ዘይብላ ወገን ዘይብላ ኣታ ጸልሚትን እኮ ንእንስሳት ክርስቶስ ከይረህና እዩ ሰብ ብርሃን የብሉ ክርስቶስ እዩ ዘብርህ ዋ ሰብ ሕዲግና ክርስቶስ ተንሕዘ ይሕሽ ይሸን ከተምር ሰብ የድልዩ ክርስቶስ ሒዝና እኹልና እንታይ ድዩ ለን ብዋጋ ተገዚእኹም ኢኹም እሞ ላዕልኩም ይኹንኩም ይኮ ይለን ብዋጋ ደም ንሱ ብዋጋ ደም ይዓዲግና ሓንቲ ነገር እስኪ ነግረካ ደቅኹም ትወልድዎም ዘለኹም ወይ መናእሰያት ዝ ዘለኹም ካብ ኣቦኹም ይነኹም ክትውለዱ ዘለኹም እቲ ሕዝዎ ካብ ኣቦኹም ይነኹም እንታይ እዩ መልክዒ ባህሪ ባህሪ ክብለኩም ከለኹ ኣቦኹም ኮራይቲ ኮይኑ ንእሽተን ትላወስ እዩ ትላወስ እዩ ባህሪ ሰብ እዮም ክብለኩም እዮም መልክዕ ትሕዙ ኣቦኹም እነኹም በዓልኹም ሓውኹም ዝሓዝኩምዎ መልክዕ ግን ኣሎ ናይ መን ናይ ስላሴ መልክዕ ሓደ ዝገብረና እንታይ ካብ እግዚኣብሔር ዝተዋሃበትና ነባቢት ለባዊት ህያዊት ዝኾነት ቅድስቲ ነፍሲ እንታይ ዘይትኸውን ዘይትመውት ዘይትጠፍእ ዘይትፈርስ ብጣዕሚ እኮ ይገርም መልክዕ ከዳዕ ድዩ ይኾን ዕምበባ ተባሂሉ ሰውነት ንፈርስ ሳዕሪ ተባሂሉ ሰብ ልምልም ኢሉ ትርእይዎ ዶ በሲሉ ሳዕሪ እዩ እንታይ እዩ ልባለ ገዛስ ሳዕሪ ሒዝና ንኸድ ኢና ናብ ገዛ ኣንስቲ ደስ ልብለንስ እንታይ እዩ ሳዕሪ ገብራ እሞ ምኽስታር እዩ ደስ ለብለና ክንሪኦ ደስ እዩ ሂወቶም እያ ደስ ይብለና ካስ ድሓር እንታይ ይኾን ይጥውልግ መልክዕ እዚ እዩ ስጋ እዚ እዩ ቆንጆ ይመስል ጥንኩረት ንመስል ደቂ ሰባት ልዕሊ ደቂ ሰባት ግን ደካማ የለ ኣብ ዓለም ደቂ ሰባት ብጣዕሚ ደካማታት ምኳና ክልተ ነገር ኣስተዋሉ ሓንቲስ እስቲ ቅርሚ ዓይንኹም ስትረይዋ ዓይንኹም ኣይተንቁርዎ ቅርሚ ዓይንኹም ንምርኣይ የለ ቅርሚ ዓይን ርያ ሰምዮ ካኸት ከምዚ ርያ ሰምዮ ላበይ ከምፃ ሞት ሰቕር መዓይናያን እያ ኣብዚ ናይ ጋን ነብር ዶ ብተስፋ ይኹን ኢሉ ክርስትያን ብምንታይ ዝነብር ተስፋ ተስፋ ዘይብሉ ሰብስ ሞት እዩ ይብለና ብተስፋ ኢና ነብር ናይ ጋታ ኢና ሓደሽቲ ፍጥረታት ኢና ኣምላኽ እኮ ብተፈጥሮና እኮ ምሂርና እኮ እዩ ሎሚ ሓንቲ ንበልዕ ዶ ይንበልዕ ንበልዕ ናጋ ይጠሜና ዶ ይጠሜና ይጠሜና ናጋ ሓደሽቲ ስለዝኾና እኮ እዩ ዋ ሓደ ግዜ ኢለና ክኾነ ይነብር ናጋ ሓድሽ መዓልቲ ሓድሽ ህይወት ስለ ዝኾነ ሲ ናጋ ለለይ ጠሜና ሎማዓንቲ ብሓጢኣት ዝተመላለስና እዩ ብግብሪ ፀላም ዝተመላለስና እዩ ናጋ ብግብሪ ግውድ ከይኽፈለና እቲ ብግብሪ ፀላም ዝተመላለስና እዩ ህይወት ጠንጢ